ኣብ ዝተፈላለየ እዋናት ብዛዕባ ኤርትራውያን ኣብ ቢዝነስ ነጥፉ ንዛረብ ኢና። ናይ ሎማዓንቲ ዛዕባና ግን ኣብ ሩዋንዳ ናይ ብዙሓት ሰባት ህይወት ዝቐየረን ንብዙሓት ናይ ስራሕ ዕድል ዝፈጠረን ሓያል ቢዝነስማን ወይ ሚልዮኔር ናይ ተኽላይ ጠዓመ እዩ ክኸውን ማለት እዩ። ዝበዝሕ ሰብ ብተኽላይ ሩዋንዳ እዩ ዝፈልጦ። ንምንታይ ሰብ ዘምፅሎ ኣለኩ ኣነ ብጣዕሚ ዝድነቅ ስራሕ እዩ ሰሪሑ ኣብ ሩዋንዳ ሓደ መዓልቲ እውን ኣብ ዜና ኣምፅኦሞ ነይሮም ቃለ መሕተት ገይሮምሉ ማለት እዩ ብዛዕባ ናይ ቢዝነስ ናቱ ከመይ ኢሉ ኣብዚ ደረጃ ዝበፂሑ ብከመይ ጀሚሮ ዝተፈላለየ ዝድነቅ ታሪክ ስለዝኮነ እሞ ከዓ ንብዙሓት ኤርትራውያን ናይ ስራሕ ዕድል ዝፈጠረ ሰብ ስለዝኮነ ናይ ሎመዓልቲ ዳህሳስና ንሱ እዩ ክኸውን ገለ ገለ ሰባት ከኣ ንቢዝነስ ኣድሚኒስትሬሽን ወይ ኣካውንቲን ወይ ናይ ቢዝነስ ስራሕ እትደልዩ ሰባት ኣለኹም። ካብዚ ሰብ እዚ ብዙሕ ክትመሃሩ ትኽእሉ ኢኹም። Easiest way to learn is ካብ ከማኻ ዓይነት ሰብ፣ ከማኻ ኣፍሪቃዊ፣ ከማኻ ኤርትራዊ፣ ኣብ ዝለዓለ ደረጃ ዝበጽሐ እሞ ከኣ ኣብ ስደት ዝወጸ ከምኡ ዘድመዐ ሰብ በብሓደ ኣነ ከምጽኣልኩም ይኽእል እየ እቶም ዕዉታት ዝበሃሉ ኣብ ፓብሊክ ዘውጽዎ ማለት እዩ ኖት ዕቡድ ኣይኮነስ ፓብሊክ ዘለዉ ባዕሎም ተዛረብሉ ተኮይኑ ማለት እዩ ናይ ሎመዓልቲ ኣርእስትና ኣብዚ ሓያል ቢዝነስ ማን እዩ ክኸውን ሰናይ ምክትታል ብ2018 ኣፍሮ ቻምፕስ ዝበሃሉ እዮም ኢንተርቪው ገይሮምሉ ነይሮም ንተኽላይ ጣዕመ ማለት እዩ ኣብ ሰዓት እዚ ብዛዕባ ናቱ ቢዝነስ ከመይ ኢሉ እቲ ቢዝነሱ ካብ ባዶ ጀሚሩ ኣብ ዝለዓለ ደረጃ ኣብፅሕዎ እቲ ናይ ቢዝነስ መጀመርታ ዝጀመረሉ ካብ ኤርትራ ዶ ነይሩ ኣብ ኢትዮጵያ ዶ ነይሩ ኣብ ሩዋንዳ ዶ ጀሚሩ ኣብ ኢስት ኣፍሪካ ኣበይ ናይ ቦታ ከመይ ቢዝነስ እዩ ኣብ ዝዓ ደረጃ በፂሑ ኩሉ እዩ ብሕፅር ዝበለ ገሊፅዎ ማለት እዩ ስለዚ ሓቢርና ክንከታተል ኢና
እቲ ቢዝነስ ከመይ ኢልካ ጀሚርካዮ ብኸመይ ደረጃ ኸ ኣብዚ በፂሕካ ዘለኻ ንዝብል ሕቶ እዩ ዝምልስላ ዘሎ።

ኢምፖርት ኤክስፖርት ከዓ ይገብር ነይሩ ቢዝነስ ማለት እዩ ብድሕሪኡ ግን ምስቲ ወራር ማለት እዩ ብናይ ተስዓን ሸሞንተን ወራር ኣብ ኢትዮጵያ ጠቕላላ ክሰርሕ ኣይከኣለን ምስቲ ዝነበረ ውፃእ ውፃእ ኮይኑ ኩሉ ሰብ ተሰጒጉ ማለት ተዘኪርኩሞ ተሰጉ ኣዝማድ ነይሮምና ገሌኹም ውፁ ተባሂሎም ካብ ኢትዮጵያ ኣብ ኤርትራ ዝነበሩ ናብ ተሰጎም ብሓፂር ውፃእ ውፃእ ኮይኑ ማለት እዩ ድሕሪኡ እቲ ቢዝነስ ክቕፅሎ ኣይከኣለን ብዙሕ ኢና ከሲርና ብዙሕ ንብረት እዩ ተገዲፉ ግን ዓቕምና ዝኸውን

ዋይ ኣብ ኢስት ኣፍሪቃ ምክንያቱ ብ ኬንያ ዝኣቱ ንብረት ብዙሕ እዩ ስለዚ ካብ ኬንያ ብዙሕ ብዙሕ ሰብ እየ ካብ ኬንያ ን ኡጋንዳ ን ሳውት ኣፍሪቃ ን ሳውት ሱዳን ይቕሬታ ንሳውት ሱዳን ዝኸይድ ንብረት ንሩዋንዳ ብዙሕ ቢዝነስ እዩ ዝካየድ በዚ ምክንያት እየ ከኣ እቲ ቀዳማይ ሓሳበይ ዝነበረ ኣብ ኬንያ ቢዝነስ ክኸፍት እየ ሓሲበ ነይረ። እንተኾነ ግን ክልተ ሰሙን ዳህሲሰ ኣብዚ እንታይ ክንምከር ንኽእል ቢዝነስ ቅድሚ ምኽፋትካሲ ትፈትሽ ግን ነዊሕ ፈትሸ ይበለን ክልተ ሰሙን እቲ ዘድልዮ ክጸጽ ምክንያቱ መብዛሕትኦም ቢዝነስ ናይ ቢዝነስ ሰባት ኣነ ዋላ ብዓቕመይ ይሓትት እየ ክጅምር መደብ ኣለኒ ሓደ መዓልቲ እንታይ ይብሉኻ እቲ ዝሓትዎ ሕቶ ኦሬዲ ሙዝጉብ እዩ ጽሑፍ ኣለዎም ዝከታተልዎ መንገዲ ኣለዎም እተን ደድሊኦም ከኣ ኣብ ምንታይ ክዕወቱ ከም ዝኽእሉን በቲ ዝሓሰብዎ እንት እንታይ እዩ ቢዝነስ ዘለዎ እንታይ ኣዋጽኦም እንታይ የዕውቶም ሲምፕል ኣን ፕረሳይዝ ዝኾነ እንታይ ይደልዩ ይፈልጡ እዮም በዚ ከኣ ክልተ ሰሙን ዳህሲሰ ኣብ ኬንያን ዝዕወተሉ ቢዝነስ ኣይጀመርኩን ናይ ውሕስነት ጉዳይ ነይሩ ማለት እዩ ኣብቲ እዋን እቲ እንታይ ኣጋጢሙ ኣብ ኬንያ ብትስዓን ሸሞንተን ብዛዕባ እንታይ ይዛረብ ነይሩ መስለኩም ብሽሕን ትሽዓተን ተስዓን ሸሞንተን ኣብ ኣገስቲ ማለት እዩ ናይ ኣብ ኤምባሲ ኣሜሪካ ናይ ኤምባሲ ኣሜሪካ ኣብ ናይሮቢ ኣብ ኬንያ ማለት እዩ ከምኡውን ኣብ ዳርኤ ሰላም ኣብ ታንዛንያ ክልተ እቲ ኤምባሲታት ቦምቢ ተኪሶም ዝተፈላለዩ ሰባት ከዓ ተቐቲሎም ስለዚ ኬንያ ውሑስ ኣይነበረን ኣብቲ ሽዑ ሰዓት እቲ እንታይ ኣጋጢሙ መታን ክርዳኣና ኢለ እየ እቲ ነገራት ሲ ፋክት ቸክ እናገበልካ ምካድ ፅቡቅ እዩ ኣራይ ንቐፅል
ዩጋንዳ የስ ኮምፔር ካምፓላ ኮምፔር ቱ ናይሮቢ ዋዝ ቤተር ኢን ሴፍቲ ዋይዝ በት ስቲል ዘር ዋዝ ሳም ኢሹስ ኣይ ዋዝ ኖት ዳት ማች ኮምፎርታብል ቱ ኮንቲኒ
ኡጋንዳ ውን ዳህሲሰያ ካምፓላ ማለት እዩ ክብሪ ሃብኩም ሰብ ካምፓላ ዳቀመጥኩምና መጀመርታ ህዝቢ ኡጋንዳ thank you ኢልና ኢና ዝኾነ ኡጋንዳ ዓሰርተ ክልተ መዓልቲ ዓሰርተ ክልተ መዓልቲ እየ ጌረ ኡጋንዳ
ኣብ ኩሉ ኣብ ተስዓን ሸሞንተ ከምቲ ዝበልኩኹም ማለት እዩ ናይ እተን ክልተ እተን ክልተ ኤምባሲታት ኣብ ሽሕን ትሽዓተን ተስዓን ሸሞንተን ኣብ ናይሮቢ ኣብ ዳሬሰላም ታንዛንያ ክንደይ ክልተ ሚእትን ዕስራን ሰባት ከኣ በቲ ዘጋጠመ ሓደጋ ሞይቶም ዓሰርተ ክልተ ኣሜሪካውያን ዳርጋ ኣርባዕተ ሽሕን ሓሙሽተ ሚእትን ሰባት ከኣ ጉድኣት ኣጋጢሞም ማለት እዩ በዚ ምክንያት ከዓ ውሕስን እዩ ዝብላ ዘሎ ኣብቲ ሽዑ እዋን ማለት እዩ Then from Kampala I went to Kinshasa.

በዚ ምክንያት እዚ ከዓ ናተይ ናይ ኪንሻሳ ምስ ከድኩ ብጣዕሚ ሓዲሽኒ እቲ ቢዝነስ ማለት እዩ ኣብ ኤርትራን ኢትዮጵያን ዳርጋ ፍልል የብል ቋንቋና ማለት እዩ ዳርጋ ተመሳሳሊ እዩ ትግርኛን ኣምሓርኛን ዝፈልዮ የብሉን ኣብ ዲሞክራቲክ ሪፓብሊክ ኮንጎ ምስ ከደ ግን ትፈልጡ ኢኹም ፍሬንች እዮም ዝዛረቡ ወይ ድማ ኪስዋሂሊ ማለት እዩ ቀንዲ ግን ፍረንች ኣብ ፍረንች ማራ ሓይሊ ኣለዎም ናቶም ናቶም ከዓ ኣለዎም ኪኛርዋንዳ ድብልካ ኖ እንታይ ይዛረቡ ይቕሬታ ቀዳማይ ቋንቋም ኦፊሻል ቋንቋም ፍረንች እዩ ብድሕሪ ግን ሊንጋላ እውን ይዛረቡ እዮም ስለዚ ብጣዕሚ ከቢድ ብፍላይ ካብ ካብ ኤርትራ ወፂኻ ኣብ ኢትዮጵያ ነርካ ተመሳሳሊ ካልቸር ፀኒሕካ ኣብ ኮንጎ ክትከድ ከለካ ሊንጋላን ፍረንችን ከቢድ እዩ ንቢዝነስ ኣየ ብድሕሪኡ ከ ናበይ ከይዱ ስለዚ ካብ ኬንያ ሽዑ ንኪጋሊ ክኸይድ እዩ ወሲኑ ሓራይ ንቐፅል ታሪክ ቡጁምቡራ ዘን ዳረሳላ ኦል ሰርቺንግ ፎር ቢዝነስ ፎር ኦፖርቲኒቲ ንቢዝነስ ናይ ዕድል ንምርካብ ኣብ ኩለን ዘን ናይ ኢስት ኣፍሪካ ሃገራት ዝበሃላ በፂሕወን ማለት እዩ ኪጋሊ ኣት ዛት ታይም ዘ ማርኬት ዋዝ ቨሪ ቨሪ ስሞል

ንሱ ንቢዝነስ ትገብር እንታይ ኢሉ ሓደ ቀዳማይ ነገር እደሊ ነይሩ ኣብያ ኣሎ ገንዘብ ኣይኮነን ኖ ኣብያ ኣሎ ሰላም ዘለዎ ክሰርሓሉ ዝኽእል እዞም ቢዝነስ ትደልዩ ሰባት ካብ ከምዚኦም ሰባት ኢኻ ትምሃር ካብቶም ናይ ብሓቂ ሰሪሖም ዝኾኑ ሰባት ሚሊዮኔርስ ዝኾኑ ፒስፉል ሰላም ዘለዋ ሃገር ሩዋንዳ ኮይና ረኺባ ኪጋሊ ካልእ ትረፍሲ ናይ ሰላም ምልክታት ተርኢ ነይራ በዚ ምክንያት ከዓ ሩዋንዳ መሪፀ ስለዚ ብቁልጡፍ ንቻይና ከይደ ካብ ቻይና ንብረት ኣምፅኤ ኩሉ ይነግረና ኣሎ ካብዚ ኢኻ ትምሃር ሕጂ ወላ ኣብዚ ሰዓት እዚ ካፒታል ደይብልኩም ትኾኑ ትኽእሉ ኣነ እውን እምሃር ዶ ኣለኹ ባይዘወይ በዚ ሰዓት እዚ ዋንደይ

መጀመርታ መጀመርታ ኣብ ሰለስተ ሰባት ሰለስተ ስታፍ ነይርዎ ብድሕሪኡ ዓሰርተ ክልተ ኮይኖም ኣብ ሰለስተ ወርሒ ማለት እዩ ድሓር ሲምባ ሱፐር ማርኬት ይብል ኣሎ ተገሌኹም ዜራኹም ኣለኹም እዚ እቲ ሲምባ ሱፐር ማርኬት ዝበሃል ናቱ እዩ ማለት እዩ ማለት ሸር ህልዎ ዋላ ካልኦት ኣብኡ ግን መይን ንሱ እዩ ገለ ገለ ራኣይዎ ራኣይዎ ማዕረ ክንደይ ዓቢ ሱፐር ማርኬት በልኹም ሆም ጋላሪ ላይክ ኣክሰስ ሰርች ክትገብሩ ትኽእሉ ኢኹም ጉግል ኩሉ ጉግል ኣሎ ማይ ግድነስ ማለት ዝኾነ ሰብ ክዛረብ ከሎ ሲ ሃፍቲ ፋክት ቸክ ከዓ ቸክ ክትገብሮ ኣለካ ተረጋግፅ ራይዎ ኣሜዚንግ ዝኾነ ሲምባ ዝበሃል ሱፐር ማርኬት ከፊቶም ማለት እዩ።
ኣብ ሲምባ ኣርባዕተ ሚእትን ሰማንያን ሰራሕተኛታት ኣብ ኤሪ ሩዋንዳ ከኣ ሚእትን ሚእትን ሰማንያን እዩ ኢሉ እንተዘይተጋግየ ማለት እዩ ጠቓላስ ብዙሓት ስታፍ ኣለዉ ክንደይ ኢኻ ኣብ ስራሕ ደእቱ ኣም ቴሊንግ ዩ ዝንቑ ዘለዎም ሰባት እዮም ኣብ ከምዚ ዓይነት ቢዝነስ ተኣቲፎም ንርእሶም ኮይኖም ንኻልኦት ሰባት ድኾኑ።

እቲ ብኮ እንታይ ነይሩ እቲ ማርኬት ነይሩ ግን እቲ ሱፐር ማርኬት ዝበሃል ግን እቲ ክትሸጠሉ ትኽእል ሜዳ ነይሩ ግን ክልቲኦም ሱፐር ማርኬት ዘርጊሖም ክሸጡ ኣይሓሰብዎን ነይሮም ናው ኣብ ሓቢርካ ምስራሕ ዘሎ ዓወት ተኸታተሉ ሱፐር ማርኬት the people appreciated it so now Simba has ስለዚ ኣብዚ ሰዓት እዚ ክልቲኦም ኮይኖም ፀሚዶም ሲምባ ሱፐር ማርኬት ዝበሃል ከፊቶም ቀደም እዩ ክልተ ሽሕን ሸሞንተን ኢና ንብል ዘለና ክሳብ ሕጂ ክንደይ ኮይኑ ኣሎ ቸክ ክንገብሮ ኢና ካብ ሓንቲ ሱፐር ማርኬት ናብ ሓሙሽተ ሱፐር ማርኬት እዚ እንታይ ማለት እዩ እቲ ህዝቢ ፈትዎ እቲ ቢዝነስ ፕላን ስጡም ዝኾነ ስራሕ ፕሮግራም ነይርዎም ናብ ሕጂ ሻድሻይ ኢና ክንከፍት ንዳሎ ኣሎና። ኣብ ሰዓት እዚ ክንደይ ሱፐር ማርኬት ኣሎ ሲምባ ሱፐር ማርኬት ተራኣየልና። ሕራይ ንገሌኹም ንኣፍልጦ ክኾነኩም ከርእየኩም እየ ክንደይ ሱፐር ማርኬት ኣለዎ። ተኸታተሉ ክንደይ ሱፐር ማርኬት ኣለዎ። ሲምባ ሱፐር ማርኬት ኣብ ኪጋሊ ሃይትስ፣ ሲምባ ሱፐር ማርኬት ኣብ ማእከል ሩዋንዳ ሾፒን ሞል ኩሉ ሾፒን ሞል እዩ ሲምባ ሰንተር ሲምባ ሬስቶራንት ሬስቶራንት ከ ኣሎ። ሲምባ ሮስቶባር ሲምባ ኦህ ማይ ጋድ ከባቢ ኣብ ሳዓት እዚ ዳርጋ ሽዱሽተ ክከውን ስፕር ማርኬት ገሮሞ ማለት እዩ ኣይድናወን እዞም ቢዝነስ ትጅምሩ ትሪኡ ዘለኹም ሰባት ካብዚ ገለ ክትምሃሩ ኣለኩም ናይ ግድን ኣብዚ እታ ጋዜጠኛ ብጣዕሚ እያ ተደኒቃ እንታይ ክትብል ሓይታቶ ኣብ ኢስት ኣፍሪካ ከምዚ ጌርካ ቢዝነስ ክትከፍት ከለካ እቲ በዳሂ ኮይኑ ዝረከብካዮ ወይ

ይፈላለ እዩ በበይኑ ህዝብታት ስለ ዝኾነ ስለዚ ከምኡ ናይ ቋንቋ ከም ድላየ ከምቲ ኣብ ትግርኛን ኣምሓርኛ ፀኒሕካ ናብ እንግሊሽ ወይ ሩዋንዳ እውን ናቶም ቋንቋ ኣለዎም ምክንያቱ ኣብ ሩዋንዳ እንታይ እንታይ ዝረብ ኪኛ ሩዋንዳ ፍረንች ኢስዋሂሊ ከምኡውን እንግሊሽ እውን ይዛረቡ እዮም ስለዚ ዝተፈላለየ ዓይነት ቋንቋታት እዩ ዘሎ ማለት እዩ ነዚ ቢዝነስ እዚ ካብ ትጅምሮ ቀንዲ ዝተሞከርካሉ ወይ ዝተምሃርካሉ ነገር እንታይ ኣሎ? እንታይ ከ ክትመክር ትኽእል? እንታይ ከ ክትብል ትኽእል? ማለት ኣብ ሓቢርካ ምስራሕሲ እንታይ ዓይነት ኣረኣእያ እዩ ዘለካ? ሓቢርካ ምስራሕ ፓርትነርሺፕ ማለት እዩ። ገለ ካብዚ ክነግረኩም ኣብ ኢስት ኣፍሪካ ብፍላይ ኣብ ጁባ እንደይ ሓቢሮም እዮም ዝሰርሑ ብዙሓት ዝተዓወቱ እንተራሪእኹሞም ኣዕሊልኩሞም ይሓትት ነይረ ኣነ ብኡጋንዳ ቅምጥ ከሎ ይሓቶም ነይረ እየ ብጣዕሚ እዮም ሓቢሮም ክሰርሑ ብጣዕሚ ሓቢሮም ክሰርሑ የባጋገሱ ነንሕድሕዶም ቢዝነስ ይተሓጋገዙ ኣይውንጨፉ ኣብ ፓርትነርሽፕ እንታይ ኣሎ እቲ ሓደ ናትካ ፀገም እቲ ሓደ ይትከኣልካ ተሓጋገዝ ኢኻ ስለዚ ኣብ ሓቢርካ ምስራሕ ሲ እንታይ ርእቶ ኣለካ ክትብሎ ኣላ First of all, you need to understand each other. The taste of people is different from place to place. That is the most difficult thing I see in Africa. ሓደ ካብቲ ዓብዪ ፀገምና ኣብ ኣፍሪካ እንታይ እዩ ነንሕድሕድና ሓቢርና ምስራሕ ዘለና ተፃዋርነት የብልና ወይ ብሓቢርና ይንሰርሕና ምክንያቱ ሓደ ሰብ ነናቱ ኣረኣያን ነናቱ ጠመተን እዩ ዘለዎ በዚ ምክንያት ከዓ ኣብ ቢዝነስ ዘለና ኣረኣያ ሓደ ክኹ ስለ ዘይኮነ ሓቢርና ክንሰርሕ ይፅግመና ቁርብ እቲ ዓብዪ ፀገም ዝብሉ ከዓ እዚ እዩ ኣነ ይብላ ኣሎ ሓደ እዋን ሲ ኣብ ናይጀርያ ማለት እዩ ዳንጎቴ ዝሃፍተመ ናይ ኣፍሪቃ እዩ ሕጂ እንተሪኢኹም ግን ክንደይ ኣለዉ ክንዲ ካብ ዳንጎቴ ናቱ ባንክ ባንክ ኣለዎ ናቱ ንካብኡ ዝልቅሑ ሲ ካብ ካልእ ከይዶም ልቅሑ ንምንታይ ኣብ ናይ ኣፍሪካን ቢዝነስ ይትልቅሑ ኢሎም ሳሕደ መዓልቲ ናይጀርያውያን ኣብ ናቶም ፖድካስት ምፅኦሞ ነይሮም ኣበይ ከም ዝረኣኳ ሽር ኣይኮንኩን ግን ኣንቢበ ነይረ ርኤ ነይረ ሓደ መዓልቲ

In our continent, እንተ ኣብ ኤሮጳ ዝኾነ ዓይነት ኮንትራክት ፈሪምካ ፈሪምካ ኢኻ ዝቕይሮ ነገር የለን ኣብ ናትና ኣብ ዓለም ግን ኣብ ኣፍሪቃ ማለት እዩ ኢልዋ ኣይመስለንን ዝዓይነቱ እያ እዚኣ
still a lot of issues.

እንተ
ንሕና ውን ኣምፃእቲ ጥራይ ዘይኮና ክንከውን ኣውፈርቲ ውን ካብዚ ውን ደገ ስደድ ነገራት ክንሰርሕ ከም ንኽእል እንተ እገዳታት ደየለ ማለት እዩ ፅቡቅ ሓሳብ እዩ ቅቡል ዝኾነ ራኢ እዩ ነዚ ቢዝነስ ናትካስ ናይ ምዕባይ መደባት ኣለካ ዶ እንታይ ኣሎ ሓሲብካያ ዘለኻ ነዚ ካምፓኒ እዚስ ናብ ካልእ ሪጅናት ከተዕብዮ ትብሎ ኣለኻ

ገለ ገለ ካብቲ ኣብ ሓሳብና ዘሎ ማለት እዩ ናይ ሪል ስቴት ማለት እዩ ገዛ ሃኒፅካ ፍላት ማለት እዩ ላሶ ከምኡ እዩ መደብና ዘሎ ካብ ዝዶብና ወፃኢ ግን ማለት ካብ ሩዋንዳ ወፃኢ ግን ግዜ ከድልየና እዩ
ድሓር ካብዚ ከባቢ መጀመርታ ድሓር ከዓ ካብ መጀመርታ ኣብቲ ኢስት ኣፍሪካ ኣብ ሩዋንዳ ድሓር ካብ ሩዋንዳ ኣብ ኢስት ኣፍሪካ ካብ ኢስት ኣፍሪካ ወፃ ከዓ ድሓር ከዓ ናብ ካልኦት ሃገራት ማለት እዩ ብጣዕሚ ደስ ዘብል እዩ ከምዚ ዓይነት ናይ ቢዝነስ ሰባት ኣነ እውን ኢንካሬጅ ገብረኩም ክንመሃረሎም ንኽእል ሰባት እዮም እዚኦም ኣብዚ ላዕሊ ደረጃ ዝበጽሑ ናይ ቢዝነስ ሰባት ኣሎም ብዙሓት ከም ዘለዉ ኢስት ኣፍሪካ ባር ሓደ ካብቶም ላይክ ሰምዕ ነይረ ካብ ዋላ ኣብ ካምፓላ ከለኹ ናይ ተኽላይ ሩዋንዳ ገለ ይበሃል ተኽላይ ተዓቢ ምዃኑ ኳን ይፈልጥ ነይረ ተኽላይ ሩዋንዳ ይፈልጥ ነይረ ሕጂ ይቕሬታ ደኣ እምበር ከምኡ ኢለ ልዕልዮ ግን ብጣዕሚ ዝድነቕ ቢዝነስ እዩ ሎመዓልቲ ግን ሓሲበ ስዋ ናይ ቢዝነስ ኣብዚ እየ ካናዳ ከዓ ብዙሓት ኣለዋ ኣዕሩኽተይ ኣብ ቢዝነስ ዝመሃሩ ኣዋልድ ኣወዳት እጂ ኖ ትደሊኻ ራእይ ዘለዎ ሰብ ናይ ቢዝነስ ዘሎ ኢቨን ኣብ ኣንጎላ ብዙሓት ናይ ቢዝነስ ሰባት እዮም ዘሎ ስለዚ በብሓደ ኣብ ሓደ ክንድህስስ ኢና ፓብሊክ ዝወፁ ሰባት ማለት እዩ ስታድ ኣሎ እዚ ፓብሊክ ዝወፀ ኢንተርቪው ስለ ዝኾነ ይገልፃልኩም ዘለኹ ገለገለ ሰብ ፕራይቨሲ ንውሕስነት እንደ የውፅኦ ኣሎ ፓብሊክ ስለ ዝወፀ ኣምፅልኩም ዝኾነ ካብዚ ኢንተርቪው ብዙሕ ተምሃርና ክንከውን ተስፋ ይገብር